ብሕድሕድ ምቅትታል ዝተመንጠሉ በዓል ማሕሙድ ቸኪኒ ዶክተር ያሕያ ጃብር ኣብ 1938 ኣብ ዓሊ ጊድር ዝተወልደ እዩ ኣብ ዓዲ ጣልያን ዝርከብ ዩኒቨርሲቲ ሞደና ብሞያ ሕክምና ዘጽንዐን ኣብ ዩኒቨርሲቲ ሮማ ድማ ኣብ 1969 ብመጥባሕቲ ስፐሻላይዝ ዝገበረ ምሁር እዩ ነይሩ እዚ ላዕለዋይ ምሁር ጻውዒት ቃልሲ በጺሕዎ ዝነበሮ ክብርን ምህሮን ጠንጢኑ ረዑኡ ጠቕሊሉ ናብ በረኻታት ኤርትራ ወፊሩ ከም ኩሎም ኣብቲ እዋን ዝነበሩ መዛንኡ ኣብ ሚያዝያ ሽሕን ትሽዓተ ሚእትን ሰብዓን እዩ ናብ ሜዳ ኣትዩ ኣብ ዓመቱ ሓምለ ሽሕን ትሽዓተ ሚእትን ሰብዓን ሓደን ኣብ ዓዲ ጋሕጋሕ ትበሃል ንእሽቶ ገጠር ንውጉኣት እናሓከመ እንከሎ ካብ ብጾቱ ሓደ ናብ ወተሃደራት ኢትዮጵያ ሰሊሙ ኣዛብእ ጎቲቱሉ መጺኡ ምስቶም ወተሃደራት ተዋጊኡ ኣብ ንኡስ ዕድሚኡ ምስ ፍልጠቱን ሕልሙን ተቐብረ እዚ ገለ ኣብዛ ብዓምር ሳልሕ ሓጎስ ዝተጻሕፈት መጽሓፍ ኢኮስ ኦፍ ብሬቨሪ ማርታይር መሓሙድ እብራሂም ኢንዱሪንግ ሌጋሲ ንረኽቦ ብዙሕ ዛንታታት እዩ ቅድም ካብ ሰምዖ ዝነበርኩን ዘገረመንን ዘሰንበደንን ዛንታታት ነይሩ ካብ ሓንቲ ማህፀን ዝተወልዶ ኣሕዋት እቲ ሓደ ኣብ ጀብሃ እቲ ሓደ ድማ ኣብ ሻዕብያ ተሰሊፎም ኣብ ውግእ ሕድሕድ ይራኸቡ እሞ ዕላማ ልዕሊ ሕውነት እዩ ብዝብል ፍልስፍና እቶም ኣብ ዝግበር ዝነበረ ሕድሕድ ምቅትታል ዝተራኸቡ ክልተ ኣሕዋት እናተፋለጡ ይቕረበለለይ ሓወይ መዓረይ ግን ክገብሮ ግድን እዩ ተባሃሂሎም እቲ ዝቐደመ ብጥይት ነቲ ሓደ ሓዉ ግንባር የንሁሎ እሞ ሓዉ ብደም ክጥልቂ ብዓይኑ እናረኣዮ ንሓዉ ከይቀበረ ስራሕ ምቕታል ይቕጽል እቶም ነዚ ዝትርኹልና ዝነበሩ ከም ጽንዓትን ጀግንነትን ቃልስን ገይሮም ዝገልጹ ክህልው ከለዉ ገለ ለባማት ግና እናሓዘኑ ሓደ ካብቲ ሕማቅ ገጽ ታሪኽና ኢሎም ይገልጹልካ እዚ ኣብ ታሪኽና ኣዝዩ ዘሰክሕ ብምዃኑ ብዙሕ ክጸሓፈሉ ዝግባእ ታሪኽ ይብል ምእንቲ ከይድገም እቲ ዘገርም እዞም ኣሕዋት ንሓድሕዶም ዝቃታተሉ ዝነበሩ እኮ ንስልጣን ናይተን ዝመርሕዎን ዝነበሩ መራሕቲ ውድባት እምበር ኩሎም ንሓደ ዕላማ ንናጽነት ኤርትራ እዮም ካብ ገዝኦም ወፊሮም እዚ ሓሳብ ብቕንያቱ ክሓስብ ዝደረኸኒ ኣብዛ ብዓምር ሳልሕ ሓጎስ ተጻሕፈት ኢኮስ ኦፍ ብሬቨሪ ከንብብ ስለ ዝቐነኹ እየ እታ መጽሓፍ ብፍላይ ኣብቲ ፈለማ ምጅማር ሰውራ ኤርትራ ዝነበሩ ፍጻመታትን ተዋሳእትን ትትርኽ እኳ እተኾነት ንማሕሙድ እብራሂም ማለት ቸኪኒ ማእከል ገይራ እያ ተጻሒፋ እዛ መጽሓፍ ብዙሕ ዛንታታት ውልቀ ተጋደልትን ንጥፈታትን ጀብሃ ዝተረኸት እያ ንዓይ ኣብዛ መጽሓፍ ካብ ዘሎ ኣብ መንጎ ተጋደልቲ ጀብሃን ሻዕብያን ዝፍጸም ዝነበረ ምቅትታል ዝያዳ ተሓሳሲቡኒ በዚ እዩ ድማ ደራሲ ሓደ ምዕራፍ ሙሉእ ብዛዕባ ሕድሕድ ውግእ ኣብዛ መጽሓፍ ጽሒፉ ዘሎ ኣብ ወርሒ ጥቅምቲ ናይ ሽሕን ትሽዓተ ሚእትን ሰብዓን ኣርባዕተን ኣብ ወኪ ዝተገብረ ሕድሕድ ኩናት ክልቲኤን ውድባት ሽዱሽተ ሚእቲ ተጋደልቲ እዮም ጠፊኦም እዚ ኣሕዋት ንኣሕዋት ምቅትታል እንታይ ክበሃል ይከኣል ገሊኦም ካብ ሓደ ገዛ ዝወፁ ወይ እውን ኣዝማድ ዝኾኑ መንእሰያት ኣብ ሓንቲ ወርሒ ኣብ ሓንቲ ንእሽቶ ዓዲ ንዘይከውን ነገር ሃሊቖም ብሓፈሻ ካብ ሽሕን ትሽዓተ ሚእትን ሱሳን ሓደን ክሳብ ጀብሃ ካብ ሜዳ ኤርትራ ትወጽእ ሽሕን ትሽዓተ ሚእትን ሰማንያን ሓደን ኣብ ዕስራ ዓመታት ብኣሽሓት ዝቝጸሩ ነፍሳት ብኢድ ኣሕዋቶም ንሓድሕዶም ጠፊኦም እዮም ብዓቢኡ ድማ እቲ ግዙፍ ዓቕሚ ናይ ጀብሃ ሰኣን ሂን ምሂን ተባሂልካ ዓቕምኻ ግዚፍካ ንስቓይ ህዝቢ ምሕጻር ምስ ናይ ጎረቤት ውድብ ተመሓዚኻ ምብራር ኣዝዩ ከቢድ ክሳራን ዘይሓዊ ስምብራትን ከም ዝገደፈ ርዱእ እዩ ከምቲ ዝበልክዎ እዛ መጽሓፍ ንህይወትን ገድልን ቸኪኒ ማእከል ዝገበረት እያ እቲ ዕባይ ከረን ንፉዕ ተጻዋታይ ኩዕሶ እግሪ ዝነበረን ኣብ ጃልያ ኣስመራ ተማሂሩ ንበረኻ ዝወፈረን ካብቶም ፈለማ ሓሙሽተ ንኢሳያስ ኣፈወርቂ ወሲካ ናብ ቻይና ከይዶም ዝሰልጠኑን ተባዕ መስተውዓሊ ተጋዳላይ ምንባሩ ኣብዚ መጽሓፍ ተገሊጹ ኣሎ ንሱ ናይ ፈለማ ብኣሕዋቱ ኣብ ሕድሕድ ኩናት ካብ ዝተቐትለ ላዕለዋይ ሓላፊ ምዃኑ እውን ተገሊጹ ኣሎ ንኣቀታትልኡ ብዝምልከት ናይ ዓይኒ ምስክር ኮይኑ ቀሪቡ ዘሎ መሓመድ ሓጅ ነቲ ፍጻሜ ብኸምዚ ተሪኽዎ ኣሎ ኣፅዋር ኣዝዩ ኣድልዩና ብምንባሩ ኣብ መኽዘን ናይ ኢኤልኤፍ ፒኤልኤፍ መጥቃዕቲ ፈነና ነዚ ዝገበርና ሻዕብያ ኣብቲ እዋን ሓድሽ ኣጽዋር እእትያ ኣላ ብዝብል ሓበሬታ ብምርካብና ኢና ነቲ መጥቃዕቲ ወሲድናዮ ነቲ መኽዘን ሒዝና ዘድልየና ቀረብ ወሲድና ብዓወት ወፂና ነርና ካብቲ መኽዘን ወፂና እናኸድና ግና ኣድራጋ ጠያይት ኣብ ዝባና ዓለበ ማሕሙድ ቸኪኒ ኣብ ጸጋማይ መንኩቡ ብጥይት ተሃረመ እታ ጥይት ኣብ ውሽጡ ብምእታዋ ንምድሓኑ ዝተገብረ ጻዕሪ ኣይሰመረን ህይወቱ ሓሊፉ ሓርበኛታት ተስፋይ ተኽለን እብራሂም ቶቲልን ኣብ ዝተረኽብሉ ኣብ ዶብ ሱዳንን ኤርትራን ኣብ ትርከብ ዓይጠራ ኣብ ዝተባለት ዓዲ ተቐቢሩ ይብል ውግእ ሕድሕድ ንኸም በዓል ችኪኒ ዝበሉ ናይ መጻኢ መራሕቲ ክኾኑ ዝኽእሉ ሰባት ጥራይ ኣይኮነን በሊዑ ኣብዚ መጽሓፍ ተገሊጾም ዘለዉ ኣለም መስፍን ሓንቲ ካብተን ውሑዳት ናይ ፈለማ ኣዋልድ ተጋደልትን ሓኪምን ዝነበረት ኣብ ሕዳር 8974 ብጥይት ኣሕዋታ ብውግእ ሕድሕድ ንፈለማ ዝተቐትለት ጓል ኣንስተይቲ ይርከቦም ኣብ መስከረም 7968 ብተጋደልቲ ጀብሃ ኣብ ሓልሓል ዝነበረ ናይ ፖሊስን ኮማንዶን ስቴሽን መጥቃዕቲ ክግበር ተፈቲኑ ካብቶም ሓሙሽተ ላዕለዎት ኣዘዝቲ ጀብሃ ንኻልኣይቲ ክፍሊ ዝእዝ ዝነበረ ዑመር እዛዝ ዝርከቦም ኣርባዓን ትሽዓተን ተጋደልቲ ክስውኡ ኣገዲዱ እዩ እዚ ብምኽንያት ካብቶም ተኣሚኖም ዝነበሩ ፖሊስ ሓደ ሓበሬታ ስለ ዘልሓኾ እዩ ካብታ ብመኮንን ተስፋይ ዝተጻሕፈት ኮኸብ ሰሜን ዘርእስታ መጽሓፍ ዝተረኽበ ሓበሬታ ምርኩስ ብምግባር ዶክተር ፍጹም ገብረ ስላሴ እውን ብኣብርሃለይ ክፍለ ብርጋዴር ጀነራል ብፍላጥ ይኹን ብወዝቢ ኣካራኻሪ ዝኾነ ቅትለቱ ኣብዚ መጽሓፍ ተጸሚቑ ቀሪቡ ኣሎ ብዙሓት ምሁራት መራሕቲ ተራ ተጋደልትን ብኣሕዋቶም ኣብ ክልቲኡ ውድባት ጸኒቶም እዮም ካብ ተስዓታት ዝበዝሐ ብዛዕባ ገድሊ ኤርትራ ዘንበብኮን ሰማዕኮን መጻሕፍቲ ብጸሓፍቲ ህዝባዊ ግንባር እዩ ነይሩ ናብ ወፃኢ ምስ ወፃኹ ግን ንብዙሓት ተጋደልትን መራሕትን ጀብሃ ነበር ኣዘራሪበ መጻሕፍቶም ከንብብ እውን ዕድል ስለ ዝረኸብኩ ሚዛን ክሕዝ ሓጊዙኒ እዩ ኩሉ ነናቱ ከጸብቕ ስለ ዝጽዕር ዘረባ ክልተ ከይሰማዕካ ይትፍረድ ዝበሃል ኣበሃህላ ኣሎ ኣነ ድማ ንኽልቲኡ ክሰምዕ ዕድል ብምርካበይ ንጀብሃ ክሳብ ክንድኡ ዘይትረብሕ ምንባራ ዝገልጽ ኣመለኻኽታይ ሚዛኑ ተዓርዩ እዩ እቲ ኣብቲ ሜዳ ዝግበር ዝነበረ ቅያታት ጥራይ ዘይኮነ ዝተፈጸሙ ግፍዕታትን ሕድሕድ ምቅትታል እውን ኣካል እቲ ታሪኽ ብምዃኑ ብኸምዚ ናይ ዓምር መጽሓፍ ተጠሪዙ ክቐርብ ድማ ጽቡቕ እዩ እዛ መጽሓፍ ብፍላይ ነቶም ኣብ ወፃኢ ዝዓብዩ ዘለዉ ቖልዑ ኣብ ሱሳታት ዝነበሩ ተጋደልትን ዝፍጸም ዝነበረ ፍጻሜታት ሓፈሻዊ ኣምህር ክረኽቡ ትሕግዝ እያ ኣብ ዝተፈላለየ ሃገራት ዝርከቡ ንብዙሓት ኣብቲ እዋን ዝነበሩ ተጋደልቲ ኣዘራሪቡ መጻሕፍቲ ገናጺሉ እዚ ታሪኻዊ መጽሓፍ ምቕራቡ ዓምር ክምጎስ ይግባእ። ጸሓፊ ኣብ ገሊኡ ናብቲ ንሱ ዝደልዮ ምዝዛው ኣይተርፍን እዩ። ኣብዛ መጽሓፍ ከምኡ ነገር ክንረክብ እንተኸኣልና እውን ክንግረም ኣይግባእን ንኣብነት ኣብ ቅትለት ጀነራል ተሸመ እርገቱ ቀንዲ ተዋሳኣይ ገብሪ ህይወት ሕምብርቲ እዩ ዝብሉ ተጋደልቲ ኣለዉ ኣብዚ መጽሓፍ ምስ ኡስታዝ ሳልሕ ጅምጃም ብመልክዕ ሕቶን መልስን ቀሪቡ ዘሎ ምስክርነት ግና ገብሪ ህይወት ሕምብርቲ ኣብቲ ቦታ ከም ዘይነበረን ቀንዲ ቀታሊ ጀነራል ተሸመ እርገቱ ዓሊ እብራሂም ኮይኑ ቀሪቡ ኣሎ ከም ጸሓፋይ ናይቲ ካልእ ኣበሃህላ ኣብዚ ኣቕሪብዎ እንተዝኸውን ሚዛን መሓለዎ ነይሩ ብል ብዙሕ ቁም ነገርን ሓቅታትን ዝሓዘት መጽሓፍ ጠቓሚ ትሕዝቶ ኣለዋ እሞ ንምንባባ ኣይንተሃከ ምስ ጸሓፊ ዓምር ኣብ ዝቐረባ እዋን ብዛዕባ መጽሓፉ ክነዕልል ኢና እሞ ተጸበዩና በየነ ሰመረ ሸውዓተ ሰነ ክልተ ሽሕን ዕስራን ሓሙሽተን

ንብስራት ነፍቀርት ንባብ ምርኢት መጻሕፍቲ ሰማያት ኣብ ሃገረ እንግሊዝ ከተማ ማንቸስተር ከም ዝፍለጥ ኣብዚ እዋንዚ ኣብ ውሽጥን ኣብ ደገን ዘለዉ ሓያሎ ጸሓፍቲ ኤርትራውያን መጻሕፍቲ የሕትሙን ይዝርግሑን ኣለዉ ሰማያት ምሕታምን ምክፋልን መጻሕፍቲ ኣብዚ ካብ ዝኾነ እዋን ንላዕሊ በዚሑን ኣጉላዕሊዑን ዝርከብ ዘሎ ሕትመት መጻሕፍቲ ኤርትራውያን መሪሕ ተራ ብምጽዋት እጃማ ኣብ ምብርካት ትርከብ። ሰማያት ምሕታምን ምሻጥን መጻሕፍቲ ኣካል እዚ ዝካየድ ዘሎ ሰውራ ንባብ ብምዃን ከኣ ኣብ ዝተፈላለየ ኣጋጣሚታት ምርኢት መጻሕፍቲ ትውድብን ዝሕተም መጻሕፍቲ ተላልን ኣላ። ከም መቐጸልታ ናይዚ ኣብ ሃገረ እንግሊዝ ከተማ ማንቸስተር ብምትሕብባር ጸሓፊ መምህር ምህናጽን ምዕቃብን ሕጉስ ስድራ ቤት ኣሰልጣኒ ኣማኸርትን ሸምገልትን ስድራ ቤት ክፍለ ዮሃንስ ተወልደ ብርሃን ጎርደንን ማንቸስተር ረፊጅ ሳፖርት ኔትዎርክን ምርኢት መጻሕፍቲ ተወዲቡ ንግዱሳት ነበብትን ጸሓፍትን ይዕድም ኣሎ ጸሓፍቲ መጻሕፍትኹም ሒዝኩም ብምምጻእ ምስ ነበብቲ ፊት ንፊት ብምርኻብ መጻሕፍትኹም ክትሸጡ ባብና ርሑው እዩ። እዚ መጻሕፍቲ ምንባብን መንገዲ ፍጹም ተኽእሎታትን ብዝብል ቴማ ዝተወደበ ቦኽሪ ምርኢት መጻሕፍቲ ሰማያት ኣብ ኤውሮጳ ንኽብሪ ደራሲ በየነ ሃይለ ዝተወፈየ ምርኢት እዩ። ኣብዚ ዕለት ልዕሊ ሚእትን ሓምሳን ብሰማያት ዝተሓትሙን ብሰማያት ዝሽየጡን ዓይነታት መጻሕፍቲ ንምርኢት ክቐርቡ እዮም ብተወሳኺ ኣብ ማንቸስተርን ከባቢኣን ዝርከቡ ደረስቲ እውን መጻሕፍቶም ሒዞም ክቐርቡ እዮም ኣብቲ ዕለት ኣገደስቲ ጽሑፋትን ንዘተ ዝዕድሙ ዛዕባታትን ክቐርቡ እዮም ብጽሑና ተሳተፉ ዝወጽእ ዘሎ ሓደስቲ መጻሕፍቲ ረኣይዎን ዳህስስዎን ምርኢት ዝካየደሉ ዕለት